ሰላም ከመይ ተፀንሖ ክቡራት ተኸታተልትና፣ እዚ ባይቶና ሚድያ እዩ። ነዚ ሰዓት ዝሓራናዮም ሓደሽቲ ዜናታት ሒዝና መፂና ኣለና። እዋናዊ ዝኾኑ ዜናታትና ብእዋና ንክበፅሐኩም ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ክተተባብዕና ብኽብሪ ንዕድም። ካብ ግንባራት ዝተረኸበ ሰበር ዜና ውሳነ ኣመራርሓ ሰራዊት ትግራይን ህወሓትን ኣምባሳደር ኣሜሪካ ናብ መቐለ ሒዝዎ ዝተጓዓዘ ሰነድ ኣብ ትሕቲ ቁፅፅር ዝውዓሉ ግዝኣታት ዝምልከት ዝወፀ ትኩስ ዜና በግንባር ዓፋር ዝተረኸበ ዓወት ቲዲኤፍ ሓይልታት ፅምዶ ስትራቴጂክ ድሮን ብልፅግና ምሕምሻሹ ልዑኽ ኣሜሪካ ምስ ቲዲኤፍ ንምርካብ ዘቕረቦ ሕቶን ዝተውሃቦ መልስን ሰራዊት ሱዳን ዓወት ምሕፋሱን ምፍራስ ሰራዊት ሓምዳን ዳጋሎን ክቡራትን ክቡራትና ናይ ዚኦምን ናይ ካልኦትን ብርክ ዝበሉ ምዕባለታትን ክነካፍለኩም ኢና ክትከታተሉና ብኽብሮ ንዕድመኩም ሕጂ ዝተረኸበ ሰበር ዜና ከምዝሕብሮ ሰራዊት ትግራይ ኣብ ዝተፈላለዩ ግንባራት ዓወት ከምዝቐነዖ ተሓቢሩ። ዓወታት ሰራዊት ትግራይ ነቶም ውግእ ዝካየደሎም ዘሎ ግንባራትን ብዝምልከት ብዝርዝር ክንምለሶ ኢና፣ ፈለማ ግን ጉዕዞ ጉጅለ ሽምግልናን ካልኦት ዜናታትን ክነቐድም። ኣምባሳደር ኣሜሪካ ኣብ ኢትዮጵያ ሓዊሱ ካልኦት ናይ ሕብረት ኣውሮፓ ተወከልቲ ናብ መቐለ የምርሑ ከምዘለዉ ተፈሊጡ ኣሎ። ኣብዚ ጉዳይ ተንተንቲ ፖለቲካ ዝሃብዎ ሓሳብ ከም ዝገለጾ ኣሜሪካ ይኹን ሃገራት ሕብረት ኣውሮፓ ቅድሚ ምጅማር ኩናት ኢራንን ኣሜሪካን መሻርኽታን ብልጽግና ኣብ ልዕሊ ትግራይ ጦርነት ንምኽፋት ኣብ መበል 11 ሰዓት በጺሑ ኣብ ዝነበረሉ እዋን ሱቕ መሪጸም ከም ዝነበሩ ይፍለጥ። ይኹን እምበር ኣብዚ ሕጂ እዋን ትግራይ ሓድነታት ተጠናኺሩ ጠንካራ ሰራዊት መስሪታ ጽምዶ ተጠናኺሮን ኣብይ ኣሕመድ ብውሽጥን ብደገን ተወጢሩ ምስ ተዓዘቡ ከድሕን ወይ ይጓየዮ ከም ዘለዎ ገሊጻም። እቶም ሊቃውንቲ ፖለቲካ ወሲኸም ከም ዝገለጽዎ፣ ኣብዚ ሕጂ እዋን ሓይልታት ጽምዶ ናይ ባዕሎም ድሮንን ጸረ ድሮንን ኣብ ዝተዓጠቐሉ፣ ኣብይ ኣሕመድ ጦርነት ገጢሙ ከም ዘየሸንፍ ዘረጋገጹ ኣሜሪካን መሻርኽታን፣ ሕጂ ንመራሕቲ ህወሓት ምፍርራሕን ዕርቅን እናበሉ ናብ መቐለ ምጉዓዝን ዓብዪ ኣጀንዳኦም ገይሮምዎ ከም ዘለዉ ተገሊጹ። ኣምባሳደር ኣሜሪካ ናብ መቐለ ዝጓዕዘሉ ዘሎ ዋና ምኽንያት ኣብይ ኣሕመድ ካብ ስልጣኑ ንከይእለ ንምክልኻል እንትኸውን እቲ ኣምባሳደር ንመራሕቲ ህወሓት ዘቕረቦም ነጥብታት ድማ ተመዛበልቲ በይኖም ናብ መረበቶም ይመለሱ፣ ምዕራብ ትግራይ ይመለስ ዝብል ተሪር መርገፂ ሓዲግዎ ፅምዶ ዝበሃል ርክብን ውዳበን ኣፍሪሱ ወዘተ ዝመሳሰሉ ከምዝርከብዎም ዝገለፁ ፍልፍላትና፣ ይኹን እምበር እዞም መደራደሪ ነጥብታት ንዓመታት ብደገፍቲ ብልጽግና ዝኾኑ ልኡኽ ጉጅለታት ክቐርቡ ዝጸንሑን ተቐባልነት ከም ዘይብሎምን ተገሊጾም። ስለዚ ድማ ኣምባሳደር ኣሜሪካ ናብ መቐለ ምጉዕዙ ውጽኢት ከም ዘይብሎ ብልጽግና እውን ዝፈልጥ እኳ እንተኾነ እዚ ድርድር ግን ግዜ ንመግዝእን ጽምዶ ንምፍራስ መንገድታት ምእለሽን ከም ዝጥቀመሉ እንዳተገለጸ ይርከብ። ኣሜሪካ ንመራሕቲ ሕወሓት ናይ ቪዛ እገዳ ጌራ ኣለኾ ዝበለት እውን እቲ ድርድር ኣሜሪካን ብልፅግናን ብዝደለይዎ መንገዲ ንኸይኸይድ ዓላማ ዘለዎ እኳ እንተኾነ መራሕቲ ሕወሓት ግን ቅድሚያ ዝህብዎ ቪዛ ኣሜሪካ ይኾን ካሊእ ካሊእ ውልቃዊ ጥቕማ ጥቕሚ እንተይኮነስ ዝፀንህ ዘሎ ተመዛባላይ ህዝቢ ትግራይ ንምድሓን ስለዝኾነ መፈራርሒ ኣሜሪካ ይኾን ሽምግልና ኣሜሪካ ከምዘይሰርሕን ብእኡ ኣቢሉ ንህዝቢ ትግራይ ዝመፅእ ሰላም ከምዘየለን ተገሊፆም። እዚ ከምዚ ኢለ እንሃለወ ኮማንድ ፖስት ትግራይ ይኹን ህወሓት ብዘመሓላለፍዎ ውሳነ መሰረት ብዝተመረፁ ግንባራት ሰራዊት ትግራይ ኣብ ተጠንቀቕ ከም ዘሎ ተሓቢሩ። ፍልፍላት ከም ዝሓበርዎ ምዕራብ ትግራይ ቀዲሙ ቃታ መን ሰሓበ ብዝብል ኣብ ልዑል ምፍጣጥ ከም ዘለዉ ተፈሊጡ። ሰራዊት ብልፅግናን መሻርኽቱን ግዝኣት ትግራይ ወሪሮም ስለ ዝርከቡ ጥራሕ እንተይኮነስ ምጅማር ኲናት እውን ስለ ዘየዋፅኦም ብዓልቶም ጦርነት ክጅምሮ ከምዘይኽእሉን ኣብ ከቢድ ራዕዲ ከምዘለውን ካብ ዝተፈላለዩ ግንባራት ምዕራብ ትግራይ ዝተረኸበ ሓበሬታ የረድእ። እዚ ከምዚ ኢሉ እናሃለወ ሰራዊት ትግራይ ወረዳታት ከምዝተቖፃፀረ ተሓቢሩ። ካብ ፍልፍላት ዝተረኸበ ሓበሬታ ከምዝገለፆ ሰራዊት ትግራይ ብሰለስተ ግንባራት ከቢድ ርብርብ የካይድ ከምዘሎ ተሓቢሩ። እቶም ክልተ ግንባራት ብዓፋር ክልል ከምዝኾኑ ዝገልፅ ፍልፍላትና እቲ ሓይሊ ሰላም ትግራይ እናተብሃለ ዝፅዋዕ ተለኣኺ ብልፅግና ኦሮሞ ዝኾነ ሓይሊ ብክልቲኦም ግንባራት ትንኮሳ ከምዝጀመረን ተኸቲሉ ድማ ሰራዊት ብልፅግና ከምዝኣተወን ተገሊፁ። ይኹን እምበር ሰራዊት ትግራይ ብዝወሰዶ ፀረ መጥቃዕቲ እቲ ወራሪ ሓይሊ ከቢድ ኪሳራ ከምዝበፅሖን ንድሕሪት ከምዝሃደመን ዝተረኸበ ሓበሬታ የረድእ። ነዚ ስዒቡ ድማ ሰራዊት ትግራይ ወረዳታት እናተቖፃፀረ ከም ዝርከብ እንዳተገለፀ ዝርከብ እንትኸውን ደገፍቲ ብልፅግና ዝኾና ሚድያታት ድማ ሰራዊት ትግራይ ካብ ፍሉይ ሓይሊ ዓፋር ከቢድ ፀረ መጥቃዕቲ ከም ዘጋጠሞ እናፀብፀባ ይርከባ። ብመሰረት ሓበሬታ እተን ደገፍቲ ብልፅግና ዝኾና ሚድያታት ሰራዊት ትግራይ ኣብ ውሽጢ ክልል ዓፋር መጥቃዕቲ ከም ዝኸፈተን ፍሉይ ሓይሊ ክልል ዓፋር ድማ ፀረ መጥቃዕቲ እናገበረ ከም ዝርከብን እናገለፃ ዝርከባ እንትኾና ሰራዊት ትግራይ ግዝኣት ዓፋር ወሪሩ ከምዝሓዘ እውን እናገለፃ ይርከባ። ኣብቲ ግንባር ዝርከቡ ፍልፍላትና ከምዝገለፅዎ ግን ሰራዊት ትግራይ ምጥቃዕቲ ከምዘይከፈተን ብፀረ ምጥቃዕቲ ግን ግዝኣታት ዓፋር ከምዝተቖፃፀረን ገሊፆም ኣለው። እዚ ከምዚ ኢሉ እናሃለወ ዘንጊዑ ካብ መቐለ ዝተረኸበ ሰበር ዜና ከምዝሕብሮ ብኣምባሳደር ኣሜሪካ ዝምራሕ ጉጅለ ምስ ኣመራርሓ ሰራዊት ትግራይ ክራኸብ ኢሉ ንኣመራርሓ ህወሓት ሕቶ ከምዘቕረበ ተሓቢሩ። እቲ ልኣኹ ጉጅለ ምስ ኣመራርሓ ሰራዊት ትግራይ ዘተ ከካይድ ንምንታይ ከም ዝደለየን ንምንታይ ዓላማ ከም ዝኾነን ናይ ብዙሓት ዘይተመለሰ ሕቶ ኮይኑ ይርከብ። ዘኾነ ይኹን ልኡኽ ጉጅለ ምስ መንግስቲ ትግራይ ክደራደር ዝግባእ ከም ዝኾነን ሰራዊት ትግራይ ኣብ ትሕቲ መንግስቲ ትግራይ ክሳዕ ዘሎ መንግስቲ ትግራይ ዝውስኖ ውሳነ ዝቕበል ከም ዝኾነ እናተፈለጠ እቲ ልኡኽ ጉጅለ ንህወሓት ንበይናን ኣመራርሓ ሰራዊት ትግራይ ንበይኖም ከነጋግሮም ዝብል ሕቶ ምቕራቡ ናይ ብልፅግና ልኡኽ ተሒዙ ከምዝተጓዓዘን ካብቲ ልኡኽ ጉጅለ ምንም ዓይነት ሰላም ክመፅእ እዩ ኢልካ ተስፋ ከምዘይግበርን እንዳተገለፀ ይርከብ። እዚ ከምዚ ኢሉ እናሃለወ እቲ ጉጅለ ምስ ኣመራርሓ ሰራዊት ትግራይ ክዛተ ይደሊ እየ ኢሉ ንዘቕረቦ ሕቶ ብመንግስቲ ትግራይ ከምዝተነፀገ ተፈሊጡ ኣሎ። መልሲ መንግስቲ ትግራይ ንህዝቢ ትግራይ ወኪሉ ዝደራደር መንግስቲ ኣለና። ድርድርኩም ምስ መንግስቲ ትግራይ እዩ ክኸውን ዘለዎ። ምስ መንግስቲ ትግራይ ኣብ ዋና ዋና ነጥብታት ኣብ ስምምዕነት እንተተበፂሑ ኣብ ዝርዝር ኣፈፃፅማ እቲ ድርድር ኣድላይ ኣብ ዝኾነሉ ግዜ ምስ ኣመራርሓ ሰራዊት ትግራይ ጥራሕ እንተይኮነስ ምስ ካልኦት ዝምልከቶም ኣካላት እውን ቀፃሊ ዘተታት ክደልዩ እዮም ዝብል ከም ዝኾነ ተፈሊጡ ኣሎ። እዚ ከምዚ ኢለን እናሃለዋ ሓይልታት ፅምዶ ዓብዪ ዓወት ከምዝሓፈሱ ተሓቢሩ። ሱዳን ብሕድሕድ ውግእ ትሕመስ ከምዝፀነሐት ዝፍለጥ እንትኸውን ሕጂ ግን እቲ ብብልፅግናን ብሕቡራት ዓረብ ኤሚሬትን ዝሕገዝ ሰራዊት ህፁፅ ደገፍ ውሃቢ ሓይሎ ሱዳን ተሸኒፎ ካብታ ሃገር ይሃድም ከምዘሎ ተገሊፁ። እቲ ብጀነራል ሓምዳን ዳጋሎ ዝምራሕ ዓማጺ ሓይሊ ሱዳን ብሉናይል ግዝኣት ተቖጻጺርዋ ዝጸንሐ እንትኸውን ሰራዊት ሱዳንን ሓይልታት ጽምዶን ብዝወስድዎ ዘለዉ ዝተናበበ መጥቃዕቲ እቲ ሓይሊ ብሉናይል ለቒቑ ይሃድም ከም ዘሎ ተፈሊጡ። እዚ ንብልጽግና ከቢድ መርድእ ከም ዝኾነን መንግስቲ ሱዳን ይኾን ካልኦት ሓይልታት ጽምዶ ሙሉእ ብሙሉእ ገጾም ትግራይ ንምሕጋዝን ሑሞራ ነጻ ንምውጽኣ ናብ ናይ መወዳእታ ሰዓታት ከም ዝርከቦን ዝረኸብናዮ ሓበሬታ የረድእ። ጋዜጠኛ መድሃንየ ግደይ ዓወት ሰራዊት ሱዳን ከምዚ ክብል ገሊጽዋ ኣሎ፣ ኣብ ሱዳን ሰሜን ዳርፉር ስትራቴጂክ ድሮን ሎምዓንቲ ተሓምሺሻ ኣላ። ኣብ ዳርፉር ብጸረ ኣየር ሓይልታት ሱዳን ዝወደቐት ድሮን፣ ሲኤች ቴስዓን ሓሙሽተን ዝዓይነታ ስርሒት ቻይና እያ። ሚድያ ብሉ ናይል ተልቨጅን ንውሃበ ቃል ሰራዊት ሱዳን ፀሪሑ ኣብ ዘቕረቦ ፀብፃብ ሎማዕንቲ ንጉሆ ድሮን ከምዝወደቐት ሓቢሩ ኣሎ። ብኻሊእ ዜና ክልተ ጀነራላት ዓማፂ ሓይሊ ሱዳን ኣብ ግዝኣት ብሉ ናይል ብመጥቃዕቲ ድሮን ተቐቲሎም ኣለው። ካልኦቶም ጀነራላት ካብ ስዑድ ዓረብ ብኣዲስ ኣበባ፣ ገይሮም እዮም ናብ ሱዳን ግዝኣት ብሉ ናይል ኣትዮም። ቅድሚ ክልተ መዓልቲ ሰራዊት ሱዳን ብዝወሰዶ ዝተጸንዐ መጥቃዕቲ ድሮን ከም ዝተቐተሉ ተረጋጊጹ ኣሎ። እቲ ሰራዊት ዓማጺ ሓይሊ እውን ይፈርስን ይሃድምን ኣሎ ክብል ገሊጹ ኣሎ። እዚ ከምዚ ኢለ እናሃለወ ካብ ጎንደር ክሳብ ሕሞራ ኣብ ሰውዓን ክልተን ዝብል ወፍረ ከም ዝጅመር ዝተረኸበ ሓበሬታ የረድእ። እቲ ወፍረ ሰራዊት ትግራይን ሓይልታት ፋኖን ከምዘካይድዎ ዝተረኸበ ሓበሬታ የረድእ። ዝርዝር እቲ ወፍረ ዛጊድ ዘይተፈለጠ እኳ እንተኾነ እቲ ወፍሪ ግን ከምዝጅመር ካብ ምሽጥራዊ ፍልፍላትና ዝተረኸበ ሓበሬታ የረድእ። እምበኣርከስ ክቡራት ተኸታተልትና ዜናታት እዚ ዕለት እዚኦም ይመስሉ ነይሮም። ኣብ ጉዳይ ትግራይ፣ ኤርትራን ኢትዮጵያን ከምኡ እውን ህልዊ ምዕባለታት ቀርኒ ኣፍሪካ ብዝምልከት ትኩስ ምዕባለታት ንኸበፅሐኩም ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ክተተባብዕና ብኸብረ ንዕድም። ሓድሽ ዜና እንተልቀቕ ኖቲፊኬሽን ንክበፅሐኩም እውን እታ ናይ ደወል ምልክት ክሊክ ምግባር ኣይትረስዑ። ሰላም